ብዙሕ ግዜ ሰባት ንኽኽበሩ ነዊሕ መንገዲ ክኸዱ ንዕዘብ ኢና። ኾይኑ ግን ሓደ ሰብ ብልክዕ ክኽበር ዝጅምር ክብሪ ካብ ሰባት ምጽባይ ምስ ኣቋርጽ እዩ። ኣብ ናይ ሎሚ ቪድዮ ብልክዕ ከመይ ጌርካ ትኽበር ዓይነት ሰብ ከም እትኸውን ክነግረካ እየ። እዞም ዝነግረካ ነገራት ብግቡእ ሰሚዕኻን ተረዲእኻን እንተድኣ ተግቢርካዮም ኣዝዩ ዝኽበር ሰብ ከም እትኸውን ከረጋግጸልካ ይፈቱ። ነዚ ቻነል ሓደሽቲ እንተድኣ ኮይንኩም ብዙሕ ቁምነገር ስለትረኽብሉ subscribe ብምግባር ስድራ ናትና ኩኑ ነዚ ቪድዮ ድማ like ብምግባር ጀምርዎ። ባህርኻ ስለዝለወጥካ ጥራይ ተኸባሪ ሰብ ኣይትኸውንን ዓቕሚ ከምዘለካ ምርኣይካ ውን ዝያዳ ዝደለኻዮ ክብሪ ከምጸኣልካ ማለት ኣይኾነን ብጣዕሚ ቁኑዕ ስለዝኾንካ ውን ኣይትኽበርን ዋጋይ ንሰባት ምሰ ረኣኹ ከኽብሩኒ እዮም ኢልካ ትሓስብ እንተድኣ ኮይንካ ውን ኣዚኻ ትጋገ ኣለኻ። ሰባት ንዓኻ ከኽብሩኻ ዝጅምሩ ንዓኻ ፈሊጦም ምስዚ ሰብዚ እማ ዋላ ሓደ ጽልኢ የድልየንን ወይ ድማ ዘየረዳድኣኒ ነገር ክህሉ ኣይደልን ኢሎም ምስ ዝሓስቡ ጥራይ እዩ። እዚ ማለት ናትካ ህልውና ናይ ባዕሉ ዋጋን ክብርን ኣለዎ ማለት እዩ። ፍሉጥ ፈላስፋ፣ ዲፕሎማትን ጸሓፍን ኒኮሎ ማኪቬሊ ብዛዕባ ባህሪ ወዲ ሰብን ክብርን ኸምዚ ኢሉ ተዛሪቡ ነይሩ፣ ሰባት፣ ቕንዕናኻ ጥራይ ሪኦም ከኽብሩኻ ኣይኽእሉን። ቕንዕነት ብዘይ ዝኾነ ደረት ንዓኻ የቃልለካ'ዩ። ኣዚኻ ቕኑዕ ኣብ ትኾነሉ ግዜ ክሳብ ክንደይ ክትዕገስ ከም እትኽእል ይፍትኑኻ'ሞ፣ ነብሲ ወከፍ ነገር ብትዕግስቲ ክሓልፎ'የ ኢልካ ኣብ ዝሓሰብካሉ ግዜ እቲ ኣጋጣሚ ንጥቕሞም የውዕልዎ። ነዚ ድማ እዩ ንሓደ ሰብ ሙሉእ ነገርካ ኣሟጢጥካ ምስ ሃብካ ማለት ድማ ዘለካ ግዜ፣ ኢነርጅን ዓቕምን ኩሉ ምስ ሃብካዮ ተጠቒሙ ዝገድፈካ። እዚ ዝገብሩ ግን ንሳቶም ኽፉኣት ስለ ዝኾኑ ወይ ውን ጨካናት ኮይኖም ኣይኾነን እንታይ ደኣ ሰባት ስለ ዝኾኑ ጥራይ ክገብርዎ ዝነበሮም ነገር እዩ። ወዲ ሰብ ንቕንዕና ጥራይ ዘይኰነስ ንኻልእ ዓይነት ኤነርጂ እውን ምላሽ ምሃቡ ኣይተርፍን። ንርእስኻ ንምቍጽጻር እውን ሪስፖንስ ይህብ እዩ። ናይ ባዕልኻ መስመራት ምፍላጥካ፣ ናይ ባዕልኻ ገደባት ምህላውካ፣ ንሰባት ምቾት ዘይህብ ነገር እኳ እንተዀነ፣ ንባዕልኻ ዘስመርካዮ መስመር እንተድኣ ኰይኑ ግን ኣብቲ መስመርካ ክትጸንዕ ይግባእ። ሰባት ንዓኻ ተቐበሉኻ ኣይተቐበሉኻ ድማ ከገድሰካ የብሉን። ኩሉ ግዜ እውን እንተኾነ ብሰባት ተቐባልነት ጥራይ ዝደሊ ዓይነት ሰብ ኣይትኹን። ብተወሳኺ ድማ ንዓኻ ክብሪ የብሉን ኢልካ ካብ ዝሓሰብካዮ ቦታ ይኹን ሰብ ንምርሓቕ ንድሕሪት ክትብል የብልካን። እዚ ክበሃል ከሎ ግን ኩሉ ግዜ ምስ ክብሪ ጥራይ ዝተሓሓዝ ነገር ክኸውን የብሉን። ናትካ ቪዥን ወይ'ውን ራኢ ፊት ዘይገብር ወይ ኸኣ ናብኡ ዘየቕርበካ ዝኾነ ነገር ንምግዳፍ ድሉው ክትከውን ትኽእል ኣለካ። እዚ እትገብሮ ስጉምቲ ድማ ኣብ መንጎኻን ኣብ መንጎ ዓለምን ዘሎ ርክብ እንዳለወጦ ይመጽእ። ንኽትክበር ጥራሕ ኢልካ ናትካ ዋጋ ንሰባት ክተርኢ ትፈትን። ኮይኑ ግን ንርእስኻ እትርእየሉን ንርእስኻ እትሕዘሉን መንገዲ ናትካ ዋጋ ልቢ ንዘይብለልካን ንዓኻ ንዝንዕቀካን ዘሎ ሰብ ምንም ዓይነት ድሌት ከም ዘይብልካ ከተርኢ ክትክእል ኣለካ። ኣብዚ ግዜ እዚ ድማ እዮም ሰባት ንዓኻ ከኽብሩኻ ዝጅምሩ። ብጣዕሚ ብዙሕ ሰብ ዝጋገ ድማ ኣብዚ ሰዓት እዚ እዩ። ካልኦት ሰባት ራሕሪሖምዎም ከይኸዱ ኢሎም ምስኦም ክጣበቑ ይጅምሩ እሞ ክዛረብዎም ዘይግብኦም ነገራት ድማ ክዛረቡ ይጅምሩ። ኣብዚ ግዜ እዚ ድማ ዝነበሮም ሓይሊ እንዳሰኣኑን እንዳተዳኸሙን ይመጹ። ከምዚ እንተድኣ ኮይኑ ኣነ ክገብሮ ዝግበኣኒ ነገር እንታይ እዩ እንተድኣ ኢልካ ሓደ ወዲ ሰብ ንዓኻ ተቐበለካ ኣይተቐበለካ ኣየግድሰንን ዝብል ኣመለኻኽታ ክህልወካ ይግባእ። ኣብዚ ግዜ እዚ ድማ ትኽክለኛ ቦታኻ ትረክብን ፍሉይ ምዃንካን ትፍለጥ ትጅምር ኢኻ። ኣብዚ ሰዓት እዚ ንዓኻ ልዕል ኣቢሎም ክርእዩኻ ይጅምሩ እሞ እንተ መጹ ይምጹ እንተ ከዱ ውን ይኺዱ ዓይነት ኣመለኻኽታ ስለ ዘለካ ምስ ሰባት ንዝህልወካ ርክብ ደማ ምንም ዓይነት ልመና ኣይተርእይን ክትረዳድኦ እትደልዮ ሰብ እንተሃለወ እኳ ኣብ ናትካ ምርጫ ዝተመስረተ ይኸውን። ንዕቀት ዝተሓወሶ ዘረባ ዝዛረብ ሰብ ድማ ቐስ ብቐስ ካብ ሂወትካ እናውጻእኻ ትመጽእ። ነዚ ድማ'ዩ ናይ ማኪያቬሊ ትምህርቲ ብጣዕሚ ኣድላዪ'ዩ ዝበሃል። በዚ ኣተሓሳስባኡ'ዚ ድማ ገለ ሰባት ንማኪያቬሊ ኣዝዩ ጨካን መምህር ክብሉ ይገልጽዎ። ውሑዳት ዘይበሃሉ'ውን ንምንታይ ኢና ንሰባት ብኸምዚ ዓይነት መንገዲ ክንሕዞም ዘለና ብምባል ይሓቱ'ዮም። ማክያቬሊ ግን ጭካነ ዘይኮነስ ክላሪቲ ወይ ድማ ሓደ ነገር ብግልጺ ምፍላጥን ምርዳእን እዩ ዘምህር። ናብ ሓደ ክፍሊ ክትኣቱ ከለኻ ነቲ ክፍሊ ጽቡቕ ጌርካ ክተንብቦ ኣለካ ይብል። እዚ ሰብ ፈላስፋን ጸሓፍን ቅድሚ ምዃኑ ፖለቲከኛ እዩ ነይሩ። ስለዚ ድማ'ዩ ናይዚ ጸሓፊ እዚ ኣስተምህሮታት ምስማዕ ዘይኸፍእ። ወዲ ሰብ መዓስ ክዛረብ ከም ዘለዎ፣ መዓስ ስቕ ከም ዘለዎ ኩሉ ነገር ጠንቂቑ ክፈልጥ ይግባእ። እዞም ነገራት እዚኦም ክገብር ከሎ ድማ ብህዱእ መንፈስ ክኸውን ኣለዎ። ሓይልን ክብረትን ዝበሃል ነገር ድማ እዚ እዩ። ቀላዲ ምዃን ኣቋርጽ። እዚ ጆኮር ዝተባህለ ገጸ ባህሪ ወይ ድማ ንኹሉ ሰብ ንምሕጓስ ዝፍትን ሰብ ምዃንኩ ኣቋርጽ። ወዲ ሰብ ንዓኻ እንዳኽበረካ ዝመጽእ ንዋላ ሓደ ሰብ ኢልካ ባህሪኻ ከም ዘይትቕይር ምስ ዝርዳእ'ዩ። ኣብ ሓደ ክፍሊ ዝተኣከቡ ሰባት ክትርኢ ከለኻ ካብኣቶም ውሽጢ እቲ ጸጥ ዝበለ ሰብ ካብ ኩሉ ዝለዓለ ስልጣን ከም ዘለዎ ትርዳእ። ሓደ ሓደ ግዜ ብምዝራብ ወይ ነገራት ብምግላጽ ጥራይ ኣይኮነን ዝፍለጥ እትገብሮ ነገር ፍለጥ እምበር ስቕ ኢልካ ዋላ ኩሉ ግዜ ተኸባሪ ትኸውን ኢኻ። ነፍሲ ወከፍ ምንቅስቓሳትካ ክፍለጥ ድማ ናይ ግድን ኣይኮነን። ስለዚ ምግዳፍ ልመድ እሞ ሓደ ሓደ ግዜ ድማ ስቕታ ምስ በዝሐ ሰባት ብዛዕኻ ክፈልጡ እናደለዩ ንውሽጦም ዘሎ ሕቶ እናበዝሐን ክመጽእ እዩ። ሰባት ንዓኻ ሪኦም ብዙሕ ሕቶታት ብዛዕባ ርእሶም ክሓቱ ደማ ክጅምሩ እዮም። ከመይ እዩ ኩሉ ግዜ ክረጋጋዕ ዝኸኣለ? ሰብ ንዕቕኡ ክሓልፍ ከሎ ምንም ኣይመስሎን ረሲዕዎ እዩ ብኸመይ ከምዚ ዓይነት ኣቲቱድ ሃልይዎ እንዳበሉ ደማ ክሓቱ ይጅምሩ። ኣብዚ ግዜ ንስኻ ንዓኣቶም ናይ ምፍርራሕ ምንም ዓይነት ኢንቴንሽን ወይ ውን ድሌት የብልካን። ኾይኑ ግን ርእስኻ ብጣዕሚ ስለ ዝገዛእኻን እቲ ርእስኻ ዝገዛእኻሉ መንገዲ ድማ ንዓኣቶም እንዳሰምበዶም ይመጽእ። ዓለም ብርእሱ ብዘይተኣማመን ህዝቢ ዝመለኣት እያ። ስለዚ ናትካ ብርእስኻ ተኣማሚንካ ምንም ነገር እትሓፍረሉ ነገር ከይሃለወ ምኻድካ ናይ ሰባት ክብረትን ትኹረትን ንኽትስሕብ ይገብረካ። ኻሊእ። ኩሉ ግዜ ንሰብ ክፍቲ እንተድኣ ኮይንካ፣ ማለት ድማ ርእስኻ ድልው ጌርካ ኩሉ ግዜ ክትረኽበኒ እትኽእል ኢኻ እትብል ዓይነት ሰብ እንተድኣ ኮይንካ፣ እዚ ሰብ ኩሉ ግዜ ተረካቢ'ዩ ኢልካ ንኽሓስብ ትፈቕደሎም ኣለኻ ማለት'ዩ። ዋላ ብዘይኣግባብ ትሪት ጌሮምኻ ናብ ዋላ ሓደ ከምዘይትኸይድ ምስ ተረድኡ ንዓኻ ምብዳሎም ኣይተርፍን'ዩ። ኸቢድ በደል ዋላ በዲሎምኻ ድማ ብይቕሬታ መኽንዮም ናብ ህይወትካ ክምለሱ ይፍትኑ። ብርግጽ ይቕሬታ ምግባር ጸገም ዘለዎ ነገር ኣይኮነን እኳ ደኣስ ኣዝዩ ጽቡቕ ተግባር እዩ። ኮይኑ ግን ይቕረ ዝበልካሉ ሰብ ተመሊሱ ናብ ህይወትካ ክኣቲ ኣለዎ ማለት ኣይኮነን። ንስኻ እትኽበር ካብ ዘስመርካዮ መስመር ሰባት ክሓልፉ ምስ ዘይትፈቅድ እዩ። ኣብ ዓለምና ኣዝዮም ክቡራት ነገራት ክባራት ዝኾኑሉ ምኽንያት ኣብ ኩሉ ቦታ ስለ ዘይርከቡ እዮም። ብቐሊሉ ስለ ዘይርከቡን ናይ ብዙሓት ስለ ዘይኮኑን ደማ ኣዝዮም ተሃረፍትን ተደለይትን እዮም። ናትካ ኢነርጂ፣ ህልውናን ክብርን እውን ልክዕ ከምዚ ክኸውን ኣለዎ። ወዲ ሰብ ብዙሕ ግዜ ኣብ ኢዱ ንዘሎ ነገር ብቐሊሉ ንዝረኽቦን ነገር ብዙሕ ቦታ ኣይህብን። ካሊእ ብዙሕ ሰብ ዝጋገዮ ጌጋ ንዕቀት ወይ ድማ ዘይምክብባር ዝበሃል ነገር ካብ ካሊእ ሰብ ዝጅምር ይመስሎ ምዃኑ ዩ። እቲ ሓቂ ግን ንዕቀት ዝጅምር ካብ ርእሱ ዩ። ወዲ ሰብ ንዓኻ ዘየኽብረካ እንተድኣ ሃልዩ ወይ ድማ ዝንዕቀካ እንተድኣ ሃልዩ ንስኻ ንባዕልኻ ኣየኽበርካን ማለት ዩ። ማክያቬሊ ገና ካብ መጀመርታ ዝተረድኦ ነገር እንተሃለወ ድማ እዚ እዩ ነይሩ። ፓወር ወይ'ውን ሓይሊ ንሰባት ድሌታትካ ኣረዲእኻ እትረኽቦ ነገር ኣይኮነን። እንታይ ደኣ ምንም ዓይነት ኤክስፕላነሽን ወይ'ውን መግለጺ ከይሃበ ንማንም ሰብ ምንም ነገር ምባል ከየድለየካ እትሕዞ ነገር እዩ ይብለና። እዚ ማለት ንስኻ ንውሳነ ክትውስን ከለኻ ኣብ ውሳነኻ ጽኑዕ ምዃንካን ካብ መስመርካ ዘይትሓልፍ ምዃንካን ክትገብሮ ዝግበኣካ ነገር ጥራይ ምግባርካን እዩ ክብሪ ዘምጸኣልካ። ስለዚ ክትክበር እንተድኣ ደሊኻ ዓርስኻ ምቕዳም ኣይትረስዕ። ንስኻ ክሳብ ክንደይ ትዕግስቲ ክትገብር ትኽእል፣ ክሳብ ክንደይከ ንነገራት ብትዕግስቲ ክትሓልፍ ትኽእል? እዞም ነገራት መስመሮም እንተሓሊፎምከ ዓርስኻ ተኸብር ዶ ኣይተኸብርን ክትፍትሽ ይግባእ። እዚ ቪድዮ ጠቒሙኩም ክኸውን ተስፋ ይገብር። ኣብዚ ጉዳይ ዘለኩም ሓሳብን ርእይቶን ኣብ ኮሜንት ግደፉለይ ኢኹም። ኣብ ቀጻሊ ብዝበለጸ ጠቓሚ ትሕዝቶ ንኽንራኸብ ነዚ ቻነል ሰብስክራይብ ምግባር ኣይትረስዑ ኢኹም። ክሳብ መወዳእታ ስለዝተኸታተልኩምኒ ኣዘየ ዘመስግን። ሰሰናዩ።